ብዙሕ ኣይኹን ኣይኮነን ናትኩም ዘረባ ናይቶም ካልኦት መቕተልቲ ምኮራታት እኳስ ኣየሰኩነንን። ካልኦት ብዙሓት ኮመንታት ይርኢ ኣለኹ እየ ጦርነት ዶ ጨኒኪ ይርኢ ኣለኹ ግን እንታይ መስለኩም ኣነ ብዙሕ ዘይምልስ ንዓይ ስለ ዘይምልከተኒ እዩ ሕዚ ንኣብነት ጦርነት ከምዘይድለ ኣብ ትግራይ ትግራይ ጦርነት ናይ ምሽካም እንግዳዕ ከምዘይብላ ትግራይ ኣብዚ ሕዚ ሰዓት ሕውየትን ሰላም እምበር ጦርነት ከምዘየድልያ ብዝተፈላለዩ ግዜ ተዛሪበ እየ ግን እንድሕር ናይ ምስማዕ ፀገም ኣለኩም ኮይኑ ወይ ለለ ሰብ ብናይኻቱም ኣፍ እንድሕር ለይ ተናጊሩ ዝተናገረ እንድሕር ለይ መስለኩም ኮይኑ ኣብቲ ናታትኩም በለካ ልኽዐካ ኣብቲ ናታትኩም ሓደ ትግራዋይ ንኻሊእ ትግራዋይ ንኽቐትል ኣብ ተንጨውጭውሉ ዳስ ሰሪሕኹም ኣብ ትዕንድሩሉ ግዜ ምሳኻትኩም መፂኡ ለየንጨውጭው ሰብ ከም ኻሊእ ወገን ትሪእዎ እንድሕር ኮንኩም እሱ ናይኻትኩም ፀገም እዩ ኣነ ኣብቲ ዝኽእሎ ኣብቲ ዘድምዮ ኣብቲ ዝመስለኒ ብዝተቃለ ዓቕሚ ናይ ሰብ ፀገም ክቐልል ይኽእል እዩ ኢለ ኣብዚ ዝኣመንኩሉ ቦታ ጥራሕ እየ ዝግነ ስለዚ ሓደ ጉዳይ ደጊምኩም ደጊምኩም ስለ ዝተዛረብኩም ምንም ለውጢ ኣየምፅን። እንድሕር ኣነ ዝሰርሖ ስራሕ ይምቸኩም ኮይኑ ፅቡቅ፣ እንድሕር ዘይምቸኩም ኮይኑ ለለ ልብት ክዱ ስቅ ኢልኩም ህይወትኩም ምርሑ። ኦኬ እና ብጣዕሚ እዩ ዝገርመኒ ይርእየ ከዚ እዚ ብጣዕሚ ዓብዪ ስራሕ እዩ እዚ ኣብ ክንዲ ሰሚዕኩም እንታይ እያ ትብላ እ፣ እቲ ሓበሬታ ይጠቕመኩም እንተኾይኑ ክንዲ ትወስድዎ ወይለለ ክጥቀመሉ ናብ ዝኽእል ሰብ ኣብ ምብጻሕ ክንዲ ትሕግዙ ካሊእ ኢኹም ተውግዑ ላይክ ማለት ለይተጽሓፍ ኢኹም ተንብቡ ብዙሕ ግዜ ከም ዝገብር ሰብ ለለ ያው ምስ ባዕሉ ተባሰ ሰብ ወይለለ ኩሉ ከምኡ ክኸውን ዝደሊ ሰብ እዩና ብዙሕ ንዓይ ምንም ኣይመስለንን ክርድኦኩም ምንቲ ማለት ከምዚ ማለት ተዛሪብናያ ብትበለበላ ኢልናያ ገለ ካብ መስመራ ዶ ትስሕት ትኾን ስሒታ ከማና ዶ ክትኮን ትኾን ስሒታ ናብቲ ጉጅለታት ኣትያ ምስቶም ክትጨማለቕ ዶ ትኾን ገለ ኢልኩም ትሓስቡ ሰባት ትኾንኩም ንዓይ ኣይትፈልጡንን ብዙሕ ኣይጨንቀንን ኣነ ከምሳ ዘረባ ንባዕለይ ዝፈልጥ ርእሰ ክኢለ ዝነብር ሰብ እየ ኣብ ዝኣመንኩሉ ግዜ ንዝኣመንኩሉ ዓላማ ብዝኽኣልክዎ ነገር ኩሉ ዝውፈእ ሰብ እየ እና ብዙሕ ኣይኮነን ናትኩም ዘረባ ናይቶም ካልኦት መቕተልቲ ምኮራታት እኳስ ኣየሰኩነንን ምንም ኣይመስለንን ኣብዚ ዓለም እዚ ከም ዝኾነ ይኹን ሰብ ንሓፂር ግዜ ከም ዝመፃኹ ይፈልጥ እየ እታ ዘለትኒ ግዜ ብዝኸኣልክዎ ዓቕሚ ትርጉም ዘለዎ ስራሕ ሰሪሐላ ክሓልፍ ዝደሊ ሰብ እየ እና እቲ ትርጉም ዘለዎ ስራሕ ክሰርሖ ዝደሊ ለለ ማንም ትእዛዝ ሂብኒ ማንም በላበላዩኒ ወይ ሰብ ከንጨጭወለይ ገለ ስለ ዝደሊ ኣይኮንኩን ንባዕለይ ንሕሊናይ ምሸት ወይለለ ህይወተይ እዚ መድሪ እዚ ተወዲኡ ናብ ዝተፈጠርኩሉ ዓለም ክምለስ ተለኹ ንዝጥይቖም ሕቶታት ኣብ ርእሲ ሕርኽራኽ ንኸይህለየኒ ኢለ ከም ሓንቲ ውልቀ ሰብ ዝኸኣልክዎ እየ ዝገብርና ብዙሕ ኣይትድከሙ ማለት ተስፋ እታ እዩ ዝበሃል ምንም ፍረ ኣየምፀልኩምን ተዛረብኩም ስኻትኩም ኣይተዛረብኩም ምንም ንዓይ ድምብሪፅ ኣይብለንን ከምቲ ዝበልክኹም ኣይኮነን ዶ ናታትኩም ዘረባ ናይ ካልኦት ሰባት ናይ ምቕታል ምኮራ ውንስ ምንም ኣይደንገጸንን ንዓይ እየ so እዚ ኣብ ርእስኹም ሒዝኩም ክትንቀሳቀሱ ኣለኩም ካሊእ ዘይተጽሓፍ ኣይተንብቡ ዘይተብሃለ ይርደኣኒ እዩ ናተይ ስእሊ ናተይ ቪድዮ ናታይ እዩ ናተይ ስእሊ ናተይ ሽም እናተጠቐሙ ብዙሓት ሰባት ንማሕበረሰብ ዝኸፋፍል መነወሪ ዝኾነ ሕማቕ ነገራት ከም ዝጽሑፍ ይፈልጥ እየ ግን እስኻትኩም ማለት እዩ እዞ ዝኒኦ ናይ ማን መኣዛ ድያ ወይስ ናይ መኣዛ ኣካውንት ተጠቂሞም እዮም ካልኦት ሰባት ዝዛረቡ ኣለዉ ኢልኩምስ ናይ ምፅራይ ናትኩም ሓላፍነት እዩ። ኣነ ናወፀኹ ኩሉ መዓልቲ እከለ ከምዚ ከምዚ ዝበሎ ናይ ቴሽም ተጠቂሙስ ጌጋ እዩ ገለ ኢለ ናይ ምርዳእ ሓላፍነት የብለይን። ኣይ ሽዱን ዱዳት እስኻትኩም እስካዕ ኸዚ ኣነ እንታይ እዩ ዝበሃል ማለት ልቢ ካብ ዝገብር ስካዕ ሕዚ ብዝቃልክዎ ዓቕሚ ንማሕበረሰብ ዘለኒ ፍልጠት ዘለኒ ፕላትፎርም ኩሉ ተጠቂመ ዘገልገልኩ ሰብ እየ ስለዚ ሓዱሽ ነገር ንዓይ ዘይመስል ቅድሚ ሕዚ ተዛሪበ ዘይፈልጥ ኣነገል ክትርኢ ከለኹም you have to question it ክልተ ሰለስተ ግዜስ ቼክ ክትገብሩ ኣለኩም ካብኡ ድሓደ ብጣዕሚ ስለ ዝመረረኒ ብቐደማይ እቲ ኣካውንተይ ቨሪፋይ ገይሮ እዩ እየ ስለዚ ካብዞ ዝኒኦ ናተይ ፕላትፎርም ወፃኢ ዝበሃሉ ዘረባታት ኣነ ባዕለይ ዘይተናገርክዎም ባዕለይ ዘይፀሓፍክዎ ካልእ ሰብ ኦፍኮርስ ናይ ካቱም ኣቴንሽን ብቐሊሉ ንክረኽቡ ደልዮም ትሕማቕ ኣመሎም ትሕማቕ ዘረባ እቲ ማሕበረሰብ ዝኸፋፍል ነገር ናተይ ስእሊ ገለ ናተጠቐሙ ስለ ዝልጥፍዎ ክሽውድኹም ይኽእሉ እዮም ግን ባዕልካትኩም ደጊምኩምስ ቸክ ናይ ምግባር ሓላፍነት ክህለኩም ኣለዎ። በተለይ ብጣዕሚ ኣብ ኤኣይ ዘለዎ ግዜ ኢና ንነብር ዘለና ኣይኮነን ዶ ስእልስ ካሊእ እኳ የምስሉ የምስሉ እዮም እቲ ቴክኖሎጂ እናተጠቐሙና ኣብ ከምዚ ዓይነት ነገራት ንሕሾት ንፌክ ኢንፎርሜሽን እንድሕር ትቃልዑ ኮንኩም እሞ ንሱ እንድሕር ኮይኑ ኣብ ርእስኹም ኣትዩ መኣዛስ ናይዚ ጉጅለ ዝደጋፊት እያ መኣዛስ ናይ እከለ ከምዚ ኢልኩም ትሓስቡ እንድሕር ኮንኩም ኣብቲ ናተይ ፕላትፎርም መፂኹም ይኹም ክትርእይዎ ዘለኩም እና ያው ደጋጊምኩም ስለ ዝፅሕፉ ኢለ እምበር ምንም ኣይግድሸን ኣና ንሓቂ ዘረባ ዋላ ሽሕ ግዜ ተዛርቡ ኣብ ዘለኹሉ ኣብ ዘለና ዕድመ ንሓደ ሰብ እውን እንድሕር ሓጊዘ ንዓይ እሱ እኹል እዩ ዝሕግዝ ስለ ዝመለእኒ ስለ ዝተረፈኒ ኣይኮነን ግን በቃ ሂወተይ መንነተይ ትግራይ ስለ ዝኾነ ብዘይ ትግራይ ካሊእ ናብራ ክነብር ዋላ ተደለኹ እውን ስለ ዘይከኣልኩ እየ ተመሊሰ ናብ ሂማኒታውያን ስራሓት እየ ዘለኹ ማለት እዩ እምበር ዘብዝንኡ ስራሕ ብምስራሕ ትጥቀሙ ነገር ስለ ዘለ ይኮነ ዘብዝንኡ ስራሕ ብምስራሕ ደሞ እንታይ እዩ ብጣዕሚ ዘሕጉስ ናብራ ስለ ዝንበር ኣይኮነን ግን ሽሕ ግዜ ዋላ ተተናደድኩ ፖለቲከኛታት ዋላ ልበይ ተሰበርዎ ዋላ እቲ ኣብ ልዕሊ ህዝቢ ዝበፅሕ ዘሎ ግፍዕን በደልን ዋላ ማለት ናይ ማን ንዚ ዲና ዝኩሉ ጎይና ገለ ዝብል ሕቶታት ዋላ ኣብ ርእሰይ ተመፀለይ ገዲፈ ክገድፉ ስለ ዘይክእል እየ ግን በቃ ስለ ሓደ መንገዲ ብዝኽእሎ ኣብ ዘድልዮ ሰዓት ትግራይ ንዓይ ብጣዕሚ ትደለይ ናብ ዝነበረት ሰዓት ብዝካልክዎ መንገዲ ጎየ እየ ከዚ ለለ ግን መሊኤ ክገድፎ ኣይክእልን ዜሮ ዜሮ መንነተይ ዓደይ ዝኣትየሉ ዝወፀሉ ትግራይ እዩ ትግራይ እንድሕር ዘይላ ኣነ ክህለ ኣይክእልን ወላ ተደለኹ ውን ኩሉ ታይ ከገድሽኒ ኢለ ገዲፈዮ ስቅ ክልተበልኩ ውን ኣይኽእለካን እርግፀኛ እየ ብዙሓት ሰባት ብስምዒት እዚ ትሓልፉ ኣለኹም ትኾኑ ትኽእሉ ኢኹም ግን ኢደይ ጠማሚረ ውን ስቅ ክብል ኣይክእልን ኣብቲ ዘሎ ጨምልቕ ውን ክኣቲ ኣይክእልን ግን ብኻሊእ መንገዲ ኸ ነቲ ሰብስ ክሕግዞ ይኽእል ዶ ኻሊእ ክገብሮ ዝኽእል ነገር ኸ እኒኦ ዶ ኢለ ብምሕሳብ እየ ዘዝንኡ ስራሕ ትሰርሕ ኣለኹና ዘዝንኡ ስራሕ ንዓኻትኩም ዘየድሊ እንድሕር ኮይኑ እንድሕር ዘይምቸኩም ኮይኑ ግደፍዎ ግን ከምዚ ንማኣዛስ ተዛሪብና ዘይሽማ ሂብና ገለ ክነብላ ኢና ክታይ ክነሰኩና ኢና ክነጨንቃ ኢና ገለ ኢልኩም ትሓስቡ ኮይንኩም ንዓይ ኣይትፈልጡን እሞ ኣይትድከሙ እየ ክብለኩም ዝደሊ ምንም ናትኩም ዘረባ ኣይኮነን ከምቲ ዓንቶ ዝበልኩ እሞ ለለ መብዛሕትኹም ከም ዝትዛረቡ ፅሒፍኩም ዘይትኽእሉ ተዛሪብኩም ዘይተእምኑ ምንም ማለት ስብእናኹም ዝወረደ ሰባት ይኹም ከም ዝትዛረቡና ኣይኮነን ዶ ናታትኩም ኣብ ቅድመይ መጽዮም ብረት ኣብ ቅድመይ ገቲሮምለይ ውን ምንም ኣይመሰለንን ዝድንግጽ ሰብ ኣይኮንኩን ዝፈርሕ ሰብ ኣይኮንኩን ስለዚ ብዝሕስ ኣይትድከሙ ግዜኹም ሓይልኹም ኣብ ካሊእ ተጠቐምሉ እየ ክብል ዝደሊ እና እዚኣ ንማሉ ማለት ስለ ዝደጋገም እየ ስቑኢል ሕዚ መሊሰዮ እምበር ምንም መልሲ ስለ ዝምልከተኩም ስለ ዝግበአኩም እውን ኣይኮነን ምክንያቱ መብዛሕትኹም ከምዚ ንሕሸት ወረታት ገለተናዝሑ ሰባት ታይ እዩ ስለ ዘይትፈልጡ ውን ኣይመስለንን ገሊኹም ብፍላጥ እዩ ይርደእኒ እዩ ኣብ ትግራይ ዘሎ ናይ ፖለቲካ ኣመራርሓ ንክልተ ምስ ተመቐለ ናብ ክልቲኡ ጉጅለ ኣትየ ናታትኩም ናታቶም ፕሮፓጋንዳ ኣነ እውን ላውንደር ክገብረሎም ብዙሕ ፅዕንቶ ኣብ ልዕለይ ከም ዝተገበረ ይፈልጥ እየ ግን ኣነ ኣብኡታት ክኣቲ ኣይደልን ኣይ ቹዝ ሕሊና እየ ዝመርፅ ኣነ ሕሊናይ ደለ ኣብ ክልቲኡ ጉጅለ ኣትየ እንታይ እዩ ዝበሃል ንማሕበረሰብ ዘይጠቕሙ ወይ ለለ ንዓይ ብዝርድአኒ ልክዕ ማለት እየ ፕሮፓጋንዳ ክነዝሕ ኣይደለን እምቢ ስለ ዝበልኩ ብዙሓት ናይ ክልቲኦም ውዳበታት ተጣበቕቲ ገለ ኣእሚንና ክነምጽኣ እንድሕር ዘይክኢልና ሲ በላ በላ ኢልና ነምጽኣያ ዝብል ዓይነት ስትራቴጂ ሒዝኩም ክልቲኡ ወገን ከም ትንቀሳቐሱ ይፈልጥ እየ። ገሊኡ ሻዕብያ እናበለኒ ይውዕል፣ ገሊኡ ናይ ኢትዮጵያ ባንዳ እናበለኒ ይውዕል። ኣብ ክልቲኡ የለኹን ኣነ እሞ ባዕለይ መፅየ እንድሕር ዘይለኩም ካሊእ ሰብ ብዝብሎ መሰረት ጌርኩም ኣይትሸበሩ። ንቱ ዘይትፈል እንቶም ያው ብግርህና ብመሲልኩም ትዛረቡ ማለት እዩ ኣቱም ኮነ ኢልኩም ትናገሩ ነገር ለለ ናይ ካቱም ዘረባ ንዓየ ክንዲ ትፍረጥ ኣፍኳስ ምንም ድምብሪፅ ኣይብለኒ ከምቲ ዝበልኩኹም ሂወተይ ክቐትለኒ መፅዩ ሓደ ሰብ እንድሕር ንድሕሪት ዘይተመሊሰ እስኻትኩም ብትነገርዎ ነገር ምንም ኣይመስለንን ኦፍኮርስ ካብ ሓውካ ካብ በዓልትኻ ካብ ትግራዋይ ከምዚ ዓይነት ዘረባታት ክመፅ ተሎ ይኸፍአካ እዩ ከም ሰብ ምክንያቱ ይሕመቕ ይፀብቕ ኣሕዋተይ ስለ ዝኾንኩም እቶም ትዛረቡ ዘለኹም ሰባት ብዝተኻእለና ዓቕሚ ክርዳእ እየ ዝምኩር ማለት ብዙሕ ህዝቢ ትግራይ ዋጋ ኮፍ ኢሉሉ ዝተቓለሱ ቃልሲ ክሕንሸሽ እንተሎ ብዙሕ ሰብ ሰንስ ኦፍ ቢትራያል ይስምዖ ጭንቀት ይስምዖ ስለዚ እቲ ጭንቀቱ ክሰምዐኒ ይኽእል እዩ ናብ ዝብሎ ሰብ ናኸደ ከም ዘራግፍ ይርድአኒ እዩ ንዕኡ እውን እዩ ብዙሕ ግዜ ዘይኩሪ እምበር እቲ ንዓይ ዝበሃሎስ ቀሊል ዘረባታት ኣይኮነን ግን ክንዲ ዝኸኣለኒ ዋላ ክኽእል ክርዳእ ገለ ዋላ ተመክርኩ ሓደ ሓደ ግዜ ግን መስመር ትሓልፉ ኢኹም እና መስመር ሓለፍኩም ኣይሓለፍኩም ግን ኣብ ኣይትቕይርዎ ነገር ስለዘየለስ ብዙሕ ግዜኹም ኣይተጥፍኡ እየ ክብል ዝደሊ ከም ቅድሚ ሕዚ ከም ዝገለፅክዎ ወይ ኣብ ዌብሳይትና እውን ከድኩም ከም ትርእይዎ ሃረምቤ ኮሌክቲቭ ኣብ ጥዒናን ኣብ ጉዳይ ፆታ መሰረት ዝገበሩ ጥቕዓታትን መሰረት ገይሩ ወይ ማእኸል ገይሩ ዝንቀሳቐስ ገበረ ሰናይ ትካል እዩ። እዚ ትካል እዚ እስካዕ ሕዚ ኣብ ትግራይ ብሰንኪ ዘራፅናቱ ኩናት ትግራይ ንዝዓነው ናይ ጥዕና ኬላታት ተመሊሶም ናብ ስራሕ ንክኣትዩ ዝተፈላለዩ ዓይነት ሓገዛት ናገበረ እዩ ዝርከብ ናቱ ጎና ጎኒ ለለኸዚ ግን ዝሓለፈ ቀዳም ኣብ ልዕሊ ደቂ ኣንስትዮ ይኹን ደቂ ተባዕትዮ ፆታ መሰረት ገይሮም ንዝበፅሑ ግፍዕታት ወይ ንዝበፅሑ በደላት ንዓኣቶም ኢንተርቬንሽን ሓደ ሓድሽ ዕላዊ ገይሩ ኣሎ ማለት እዩ ዝሓለፈ ቀዳም እዚ እታ እዩ ኩልኹም ከም ትፈልጥዎ ኣብ ግዜ ትግራይ ጀኖሳይድ ልዕሊ ካብ ኣርባዓ እስከ ሓምሳ ሚእታዊ ዝኾና ደቂ ኣንስትዮ ትግራይ ሰውነተን ከም ዓውደ ኩናት ተጠቂሙ ኣብ ልዕሊኤን ብጣዕሚ ብዙሓት መስካሕካሒ ዝኾነ ግፍዕታት በፂሑ እዩ ናይዚ ግፍዒ እዚ በሰላለለ እስካዕ ሕዚ ኣብ ልዕሊኤን እዩ ዘሎ ማለት እዩ ንክሓውያ እውን እዚ ዝበሃል ትርጉም ዘለዎ ዓይነት ኢንተርቨንሽን ወይ ሳፖርት ኣይቀረበለንን ይኹን እምበይ እቲ ፆታ መሰረት ዝገበረ መጥቃዕቲ ከዝለ ዋላ ድሕሪ ፕሪቶርያ ስምምዕነት ምፍራሙ እውን ኣብ ብዙሓት ዝበሃላ ናይ ማሕበረሰብና ኣካላት ዝኾነ ደቂ ኣንስትዮ ይበፅሕሎ እዩ ስለዚ ካልኦት ብዙሓት ገበርቲ ሰናይ ትካላት ኢሉ እውን ውልቀ ሰባትን ናይ ምንቅስቃሳትን ፆታ መሰረት ዝገበረ ጥቅዓት ፈፂሙ ንኸይበፅሕ ኣብ ናይ ኣእምሮ እንታይ ናይ ኣተሓሳስባ ናይ ኣመለኻኽታ ለውጢ ንክመፅእ ብዙሓት ይፅዕሩ እዮም ግን ተናታቶም ፃዕሪ ለውጢ ንምምፃእ ብዙሕ ግዜ ዝወስደሉ ስለዝኾነ እቲ ለውጢ ስካዕ ዝመፅእ ናይዚ ፆታ መሰረት ዝገበረ መጥቃዕትታት ግዳያት ንዝኾኑ ናይ ማሕበረሰብና ኣካላት ሓደ ሓጋዚ ዝኸውን ዝኽእል ፕሮግራም ወይ ለለ ኢንተርቬንሽን ኢና ብዝሓለፈ ቀደም ሃረምቤ ኮሌክቲቭ ምስ ጥዕና ቢሮ ናይ ትግራይ ብምትሕብባር ላውንች ወይ ዕላዊ ዝገበረ ዝሓለፈ ማለት እዩ ዘውዝኒኦ ኢንተርቬንሽን እንታይ እዩ ንመጀመርያ ግዜ እዩ ኣነ ብዝፈልጦ ኣብ ትግራይ ኢሉ እውን ኣብ ኢትዮጵያ ከምዚ ዓይነት ኢንተርቬንሽን እስካዕ ሕዚ ኣይነበረን ፆታ መሰረት ዝገበረ ጥቅዓት ንዝበፅሖም ኣካላት ጥራሕ ዘገልግል ነፃ ናይ ስልኪ መስመር ኢና ዕላዊ ጌርና ማለት እዩ። ስልኪ መስመር እዚ ስሳን ክልተን ኣርባዓን ኣርባዕተን ዝበሃል ሓፂር ናይ ስልኪ መስመር ኮድ እዩ። ስለዚ ኣብ መላእ ትግራይ ዘሎ ናይ ማሕበረሰብና ኣካል ኣብ ልዕሊኦም ፆታ መሰረት ዝገበረ ኣካላዊ፣ ቁጠባዊ፣ ኣእምሮኣውን ካሊእ ዓይነታት ግፍዕታት ወይ መጥቃዕቲ ኣብ ዝበፅሖም ግዜ ደዊሎም ነፃ ዝኾነ ናይ ሳይኮ ሶሻል ሳፖርት ዝረኽብሉ ካብኡ ድሓር እውን ምስ ዘድልዮም ናይ ሕክምናን ናይ ሕጊ ኣገልግሎታትን ብቐሊሉ ዘጋነየሉ ወይ ዘራኽብ መድረኽ እዩ ማለት እዩ። እዚ ዝኾን ከምቲ ዓንተወት ዝበልክዎ ከምቲ ዓንተወት ዝበልክዎ ሰባት ኣብ ልዕሊኦም ፆታ መሰረት ዝገበረ ጥቅዓት ክበፅሑ እንተሎ ካብ ደዊልካ ወይ ብስልኪ መስመር እውን ተደልዮም ብቴክስት ተደልዮም ለለ ደዊሎም ኩሉ መዓልቲ ካብ ሶኒ እስካዕ ሰንበት ኣብ ዘሎ መዓልቲ ንግሆ ሰዓት ክልተ ጀሚርካ ብናይ ትግራይ ቆፃፀራ እስካዕ ድሕሪ ሰዓት ዓሰርተ ሓደን ፈረቓኖ ዘሎ ግዜ ደዊሎም ነፃ ዝኾነ ናይ ሳይኮሶሻል ሳፖርት ዝረኽብሉ ካብኡ ድሓረ ሪፈራል ፓትዌ እውን ዘግንዩሉ መስመር ማለት እዩ ዘውዝንኦ ዝተፈላለዩ ፀገማት ክፈትሕ ንኹሉ ኣብ ትግራይ ዘሎ ፆታ መሰረት ዝገበረ መጥቃዕቲ ንኹሉ መፍትሒ ብሓደ ከምፅእ እዩ ኢልና ዋላ ተዘይኣመና ግን ብዝተወሰነ መልክዑ እቲ ናይ ጂቢቪ ሬስፖንስ ንክጠናኸር ይገብር እዩ ዝብል ተስፋ እዩ ዘለና እዚ ታይ ማለት እዩ ሓፂር ኣብነት ንምሃብ ዝኣክል ሓንቲ እንድሕር ኣብ ሕዋነ ኮይና ንኣብነት ብዝኾነ ይኹን ሰብ ተደፊራ ንበል ሓንቲ ቆልዓ ካብኡ ተደፊራ እዛ ቆልዓ እዚኣ ብዙሓት ዘድልዩዋ ናይ ሕክምና ኣገልግሎታት ኣለው። ካብኣቶም ሓደ ዘይተደለየ ጥንሲ ንከይትሕዝ፣ ብግብረ ስጋ ዝመሓላለፉ ዝተፈላለዩ ሕማማት ተሌላ ንከይመሓላልፍ ብዙሓት ብቻ ናይ ባዕሉ ዝኸኣለ ፖስት ሬፕ ኬስ ማኔጅመንት ዝበሃል ናይ ባዕልቱ ስፔሻላይዜሽን ዘድልዮ ናይ ሕክምና ኣገልግሎት ኣሎ ጥሙር ዝኾነ ኣገልግሎት ኣሎ ንኣብነት ዘብዚ እኒኦ ኣገልግሎት እዚ እቲ መድፈርቲ ኣብ ልዕሊኣ ካብ ዝበፅሐላ ግዜ ጀሚሩ ኣብ ውሽጢ ዕስራን ኣርባዕተን ወይ ሰብዓን ክልተን ሰዓታት ዘዙኒኦ ሓገዝ እንድሕር ዘይረኺባ እዛ ቆልዓ እዚኣ ካብቱ ምድፋራ ብተወሳኺ ንዕድመ ልክዓ ምስኣ ዝፀንሕ በሰላ ገዲፉላ ይሓልፍ እዩ። ኣብተን ሰብዓን ክልተን ሰዓታት ውሽጢ እዚ ኣገልግሎት እዚ እንድሕር ረኺባ ግን ካሊእ ተቐሬስ ዕድመ ልክዓ ምስኣ ዝፀንሑ ሓድሓደ ካብ ዘይተደለየ ጥንሲ ጀሚርካ ካልኦት ብዙሓት ፀገማት ን እቲ ሪስክ ናይ ምቕናስ ስራሕቲ ክስራሕ ይከኣል እዩ ግን ዘብዝኒዑ ኣገልግሎት ኣብ ሰዓቱ ክትረኽቦ እንድሕን ኮይና እዛ ቆልዓ እዚኣ ምስ ተደፈረት ኣብ ከባቢኣ ዘሎ ከምዚ ዓይነት ኣገልግሎት ዝህብ ናይ ጥዕና ኬላ መንኡ ከም ዝኾነ ክትፈልጥ ኣለዋ እንድሕር ዘይትፈልጥ ኮይና ፍቐዶ እያ ናዘሮት ክትውዕል ማለት እዩ መጀመርያ ናብ ኪሓ ሆስፒታል ክትከድ ትኽእል ካብኡ ድሓር ናብ መቐለ ሆስፒታል ትኸድ ትኽእል ካብኡ ናብ ካልኦት ከባቢታት ትኸድ ትኽእል ግን ኣብ ትግራይ ኩለን ኣብ ብምሉእ ከባቢታት ትግራይ ዘለዋ ናይ ጥዕና ኬላታት ግን እቲ ፖስት ሬፕ ኬዝ ማናጅመንት ኣገልግሎት ኣይህባን ዝተወሰና ጥራሕ እየን እዚ ኣገልግሎት እዚ ዝህባ ስለዚ ትትቕታ ትኽክለኛ ኣገልግሎት ትህብ ናይ ጥዕና ኬላ ንምግናይ ተውፅኦ ግዜ እቲ ክትረኽቦ ዝግባእ ሓገዝ ብሰዓቱ ንከይትረክብ የደናጉያ ኣሎ ማለት እዩ ያው ካልኦት ብዙሓት ፀገማት ኣለዉ እዮም ግን ተሓቲ ቀሊል ዝኾነ ኣብነት እየ እቲ ናይ ታይም ዝህብ ዘለኹና ዘውዝኒኦ ነፃ ናይ ስልኪ መስመር ምህላዩ ካሊእ እኳ ተዘይገበረላ ደዊላ ብቐጥታ ናበየናይ ሆስፒታል ክትከድ ከም ዘለዋ ግን ሓበሬታ ብቐሊሉ ኣብ ገዛእ ኮይና ተግንየላ ማለት እዩ ካብኡ ተወሳኺ ብዙሓት ሓንቲ ጓል ተንስተይቲ ወይ ሓዲ ተባዕታይ ኣብ ልዕሊኦም ፆታ መሰረት ዝገበረ መጥቃዕቲ ክበፅሑ እንተሎ ኣካሎም ጥራሕ ኣይኮነን ዝጉዳእ ኣእምሮኦም እውን ርእሶም እውን እዩ ዝጉዳእ ስለዚ ኣእምሮኦምን ርእሶምን ዝሕግዝ ወይ ለልቲ ኣንዛይቲ ትጭንቀት ትፍርሒ ትምሽባር እሱ ከመይ ገይሮም ሃንድል ክገብርዎ ከም ዘለዎም፣ ከመይ ገይሮም ፕሮሰስ ክገብርዎ ከም ዘለዎም ናይ ሰብ ሞያ ወይ ናይ በዓል ሞያ ሓገዝ የድልዮም እዩ። ስለዚ ኣንሕና ሃራምቤ ኮሌክቲቭ ከምዚ ዝበልክዎ ኣብ ትግራይ ማስተርስ ዲግሪን ልዕሊኡን ዘለዎም ኣርባዕተ ክኢላታት ቆፂርና ኣለና። ስለዚ ብዞም ክኢላታት እዚኦም ኣቢልኩም ኣብ ዝኾነ ሰዓት ሓገዝ ኣብ ዘድልየኩም ግዜ ክትድውሉ ተለኹም ነፃ ዝኾነ ካባኻትኩም ኣምስት ሳንቲም ከይተቖረፀት ዘድልየኩም ሓገዝ ሳይኮሶሻል ሰፖርት ብቐሊሉ ትረኽብዎ ኣለኹም ማለት እዩ። ኣብ መእተውየይ ከም ዝበልክዎ እዚ ስራሕ እዚ ሙሉእ ብሙሉእ ፆታ መሰረት ዝገበሩ ጥቕዓታት ክቐሪ እዩ ወይ ለለ ንኩሉ ፀገማት ክፈትሕ እዩ ኢልና ኣይንኣምንን። ግን እቶም ካልኦት ኣካላት ዝገብርዎ ዘለዉ ፃዕሪ ንዕኡ ደጋፊ ዝኾነ እዩ ኢልና ግን ንኣምን ማለት እዩ። በተለይ ምስ ምድፋር ምስ ፆታ መሰረት ዝገበረ መጥቃዕቲ ተታሒዙ ዝመፅእ ሳይኮሎጂካል ዳሜጅ ብዙሕ ሰብ ኣይርድኦን ግን ብጣዕሚ ከቢድ ዳመጅ እዩ ንሂወትካ ሙሉእ ዝቐይር መንነትካ ኩሉ ንክትፀልእ ዝገብረካ ዓይነት ግፍዒ እዩ ልዕሊ ሓደ ሰብ ዝፍፀም እቲ ፆታ መሰረት ዝገበረ ግፍዒ ማለት እዩ ዘብዝኒኦ ፀገም እዚ እንታይ ምዃኑ ተን ግዳያት ወይ ቶም ግዳያት ዝኾኑ ሰባት ካሊእ እኳ ተቐረይስ ናታቶም ጌጋ ከምዘይኮነ ንሳቶም ጥፍኣት ከምዘይብሎም እኳ ዝነግሮም ኣካል በዓል ሞያ እንድሕር እኒኦ ኮይኑ ብዝተኽኣለ ዓቕሚ እቲ ሸኽሚ ንእሽተይ ናይ ምቕላል ሚና ክጫወት ይኽእል እዩ ኢልና ኢና ንሓስብ። ስለዚ ዜሩ ዜሩ ሎማዕንቲ እዚ ቪድዮ ዝሰርሖ ዘለኹ ዝሓለፈ ሰሙን ዕላው ተገይሩ ብቐዳም ኦልሬዲ ሰርቪስ ምሃብ ጀሚሩ እዩ፣ ግን ብዙሕ ሰብ ሰሚዕዎ እቲ ብዙሕ ሰብ ንክጥቀመሉ ያው ኩልኻትኩም ዘብዚ ንኦ ሓበሬታ ንኩሉ ናይ ማሕበረሰብና ኣካል ኣብ ምፍላጥ ኣብ ምግዋሕ ንክትሕግዙ ንምጥያቕ እውን እየ ኢለ እዚ ቪድዮ ሎማዓንቲ ዝሰርሖ ዘለኹ ምክንያቱ ኣንሕና እቲ ፕሮጀክት ሓንፂፅና ሓደ ዓመት ሙሉእ እዩ ወሲድና ክነፅናዕ ብዛዕባኡ ክነምሃር ብዛዕባኡ ብስነ ስርዓት ጌርና ዲዛይን ክንገብሮ ኣብ ቤስት ፕራክቲስስ ኣብ ዓለም ካብ ዘለዉ እቶም ብሉፃት ዝበሃሉ ልምድታት ኣብ ግምት ኣእቲና ንዕኡ ዘድሊ ተወሳኺ ትምህርቲ ወሲድና ገለ ኢና እዚ ፕላን ጌርናዩ እዚ ፕሮጀክት ሓንፂፁ ሕዚ ናብ ስራሕ ተኣትዩ ዘሎ እሞ ግን እዚ ኩሉ ፃዕሪ ተገይርዎ ሰብ እንድሕር ዘይፈልጦ ኮይኑ ያው ሰብ ይጥቀመሉን ዜሮ ዜሮ ተዋና ዓላማ ለለ ከምዚ ዓይነት ስራሕ ሰሪሕና ንማል ዘይኮነ ሰብ ንክጥቀመሉ እሞ በተለይ ቶም ሰርቫይቨርስ ኦፍ ጀንደር ቤዝ ቫዮለንስ ዝኾኑ ናይ ማሕበረሰብና ኣካላት ትዘድልዮም ሳይኮሎጂ ሳይኮሶሻል ሰፖርት ኣብ ሰዓቱ ንክረኽቡ ብዝተኻለ ዓቕሚ እውን ኣብ ከባቢኦም ናብ ዘሎ ናይ ሌጋል ኤንድ ሜዲካል ሰርቪስስ ሪፈራል ሊንኬጅ ምፍጣር ስለዝኾነ ስለዚ ኩሉ ሰብ ንክፈልጡ ኣብ ምግባር ኩልኹም ንክትተሓባበሩ ብዚ ኣጋጣሚ እዚ ክጥይቕ ይደሊ። እቲ ሓፂር ናይ ስልኪ መስመር ደጊመ ንምዝኻር 6244 እዩ። ኣብ መላእ ትግራይ ዝኾነ ይኹን ሰብ ካብ መላእ ትግራይ ዝኾነ ይኹን ሰብ ደዊሉ እዚ ኣገልግሎት እዚ ብነፃ ክረክብ ይኽእል እዩ። ንሐዚ እዚ ኣገልግሎት ካብ ንግሆ ኩሉ መዓልቲ ካብ ንግሆ ክልተ ሰዓት እስካዕ ኣጋ ምሸት ዓሰርተ ሓደን ፈረቓን ብናይ ትግራይ ኣቆፃፅራ እዩ ኣቨለብል ግን ኣብ ከይዲ እናረኣና እንድሕር ምሸት እውን ዘድሊ እንድሕር ኮይኑ ናብ 24 ሰዓት ሙሉእ ክንዕብዮ ንኽእል ኢና ካብ ተወሳኺ እስከ ሕዚ ኣብቲ ኣገልግሎት ተጀሚሩ ካብ ዝተፈላለዩ ሰሙያታት ዝረኸብናዮም ርእቶታት ኣለው ካብኣቶም ሓደ ናይ ሕጊ በዓል ሙያ እውን ክንቆፅር ከም ዘለና እሞ ካብቲ ናይ ኣእምሮ ወይ ካብቲ ናይ ሜንታል ሄልዝ ሓገዝ ብተወሳኺ እቶም ፆታ መሰረት ዝገበር ጥዓት ዝበፅሖም ኣካላት ዘለዎም መሰላት ታይ ከም ዝኾኑ ሕግታት ታይ ከም ዝብሉ እውን ኣብኡ ጎና ጎኒ ንዓኣቶም ምስትምሃር ብሕጊ ወይ እንታይ እዩ ዝበሃል እቲ ናይ መሰላቶም እውን ንክፈልጡ ኢምፓወር ምግባርስ ኣድላይ ከምዝኾነ ሓደ ሓደ ሓበሬታ ወይ ርእቶታት በፅሒና እኒኦ ስለዚ እሱ እውን ብዝተካኣለ ዓቕሚ ኢንተግሬት ክንገብር ክንምኩር ኢና ካብኡ ብተወሳኺ ሰባት ተደልዮም ደዊሎም ተደልዮም ለለ ብቴክስት ሜሴጅ ልኢኾም እዮም እዚ ኣገልግሎት እዚ ክረኽቡ ዝኽእሉ ሓደ ሓደ ንኣብነት ምስማዕ ዝተሰኣኖም ናይ ማሕበረሰብና ኣካላት ኣብ ልዕሊኦም ፆታ መሰረት ዝገበረ መጥቃዕቲ ክበፅሕ ይኽእል እዩ። ስለዚ ነዚ መጥቃዕቲ እዚ ንሳቶም እውን ሓገዝ ስለ ዘድልዮም ግን ደው ኢሎም ክናገሩ ስለ ዘይኽእሉ ቴክስት ክገብሩ ይኽእሉ እዮም። ካብኡ ተወሰኺ ሓደ ሓደ ግዜ ዝጭቁን ሰብ ቅድሜኻ ንሃለየ ፆታ መሰረት ገይሩ ዝብድለካ ሰብ ቅድሜኻ ንሃለየ ደው ኢልካ ሓገዝ ምጥያቕ እውን ብጣዕሚ ከቢድ ክኸውን ይኽእል እዩ። ስለዚ እቲ ዋላ ምዝራብ እናተኽኣለ ግን ብሕቡእ ብቴክስት ጌርካ እውን ሓገዝ ከም ዘድልየካ ምጥያቕ ትኽእሉ ኢኹም። ካብኡ ብተወሳኺ ኣብ ማሕበረሰብና እውን ዘይምዕዳል ኮይኑ ያው ፆታ መሰረት ዝገበረ ጥቕዓት ክበፅሕ እንተሎ በተለይ ኣብ ልዕሊ ደቂ ኣንስትዮ ክኾን እንተሎ ነቱ መጥቃዒ ዘይኮነስ ነታ ተጠቃዒት ኢና መሊስና ወንጀለኛ ንገበር ብዙ ምክንያት ለለ ብዙሓት ብዙሓት ናይቲ ፆታ መሰረት ዝገበረ ጥቕዓት ግዳያት ዝኾኑ ኣሕዋትና እቲ ማሕበረሰብ መሊሱ ንዓ እተን ስለ ዝወቕሰን እቲ ዘድልየን ሓገዝ ኣይጥይቓን እቲ ምሽጥረን ሓቢኤንኦ ንበይነን እየን ዝሳቐያ ስለዚ እዚ መስመር እዚ ሕቡእ ብዝኾነ ናታተን ድሌትን ናታተን ድሌትን ጥራሕ ኣብ ማእኸል ናታተን ድሕንነት ናታተን ድሌት ጥራሕ ኣብ ማእኸል ገይሩ ኣገልግሎት ዝህብ ስለ ዝኾነ ምንም ከለ ከም ዝኽብለኒ እዩ እንድሕር ተፈሊጡ ሰብኣየ ክኽሩ እዩ እንድሕር ተፈሊጡ ከም ዝኾኑ ገለ ዝብል ምንም ስግኣት ከይበፅሐን ብምሉእ ዓርሰ እምነት ድሕነት እናተሰመዐን እቲ ዘድልየን ሓገዝ ንክረኽባ እውን ዝግበረሉ መድረኽ እዩ እዚ ማለት እዩ። ካብኡ ብተወሳኺ ብዙሕ ተስፋ ይገብር ያው ዘውዝኑ ኢኹምቲ ዝበልክዎ ካልኦት ኣካላት ፆታ መሰረት ዝገበረ ጥቕዓት ብስሩ ካብ መጀመሪኡ ንኸይ እንታይ እዩ ዝበሃል ንኸይመፅእ ዝሰርሑ ኣካላት ኣለዉ እዮም ግን ተስፋ ንገብር ብዘው ዝኒኦ ያው ሰባት ፆታ መሰረት ጥቕዓት ዝገበረ ጥቕዓት በፅሕዎም ክድውሉ እንተለዉ እንርኽቦም ሓበሬታት እንእክቦም ዳታታት ለለ ዝሐሸ ፕሮግራም ዝሐሸ ነገራት ንክንሰርሕ ሓባሩ ሓበርቲ እውን ክኾኑ እዮም ኢለ እየ ተስፋ ዝገብር ከዚ ንኣብነት ብዙሓት ኣሕዋትና ፆታ መሰረት ዝገበረ ጥቕዓት ከም ዝበፅሐ ንፈልጥ ኢና ግን እቲ ፕሪቫለንስ ክንደይ ዝኣክል እዩ ዝብል ግን ኣይንፈልጦን ዋና ፍልፍል መሰረቱ እንታይ እዩ እቲ ዓይነት ፆታ መሰረት ዝገበረ ጥቕዓት ብጣዕሚ ብዙሕ እዩ ሓደ ዓይነት ጥራሕ ኣይኮነን ይርዳእኒ እዩ ብዙሕ ሰብ ፆታ መሰረት ዝገበረ ጥቅዓት ክበሃል እንተሎ ናብ ርእሱ ዝመፅእ ምድፋር እዩ ግን መድፈርቲ ጥራሕ ኣይኮነን ፆታ መሰረት ዝገበረ ጥቅዓት ፋይናንሻል ኣቢዝ ኣሎ ፊዚካል ኣቢዝ ኣሎ ፀርፊ ኣሎ ምንቅስቃስ ምክልካል ኣሎ ብጣዕሚ ብዙሓት እዮም ስለዚ ኣብ ትግራይ እቲ ዝሓሸ ፕሪቫለንስ ዘለዎ መን እዩ ገለ እዚኦም ፍልፍል ስኩታ እዩ ብስነ ስርዓት ሳይንቲፊክ ዝእከብ ሓበሬታ እንድሕር ዘይሉ ኮይኑ እቶም መፍትሒ ኢልና ፕሮፖዝ ንገብሮም ፕሮግራማት እውን ብዙሕ ግዜ ነቲ ዘድሊ ነገር ታርጌት ሂት ዘይክገብሩ ይኽእሉ እዮም እና ብዝኾነ ዘዝኒኦ ኢኒሽቲቭ ናይ መጀመርታ እዩ ያው ተስፋ ይገብር ድሕሪ ከዚ ካባኻትኩም ብንረኹ ፊድባክ ብንረኹ ርኢቶ መሰረት ናመሓየሽናዮ ናመሓየሽናዮ ናብ ዝበለፀ ደረጃ ክበፅሕ ዝኽእል ካብኡ ዝተወሰ ዝተኽኣለ ዓቕሚ ነለን እቶም ግዳያት ሰባት እቲ ዘድልዮም ሓገዝ ኣብ ሰዓቱ ከብፅሕ እዩ ኢለ እየ ተስፋ ዝገብር ስለዚ ንምጥቕላል ዝኣክል ኣብ መላእ ትግራይ ፆታ መሰረት ዝገበረ ጥቕዓት ዝበፅሐን ኣሕዋትና ዝበፅሖም ኣሕዋትና ብነፃ ስልኪ መስመር 6244 ደዊሎም ነፃ ናይ ሳይኮ ሶሻል ሳፖርት ክረኽቡ ከም ዝኽእሉ ካብኡ ብተወሳኺ ለለ ናብ ኣቬለብል ዝኾኑ ናይ ሌጋል ኣንድ ሜዲካል ሳፖርት እውን ሊንክ ከም ዝግበሩ ንዕኡ ዝገብር ሃራምቤ ኮሌክቲቭ ንመጀመርያ ግዜ ፈርስት ኦፍ ኢትስ ካይንድ እዩ ኣብ ትግራይ ፈርስት ኣብ ኢትዮጵያ እውን ይመስለኒ እንድሕር ዘይተጋግየ ላስት ሳተርደይ እዩ ላውንች ገይሩ ስለዚ ተጠቐሙሉ ካልኦት ሰባት እውን ክጥቀምሉ ዝኽእሉ እዚ ሓበሬታ እዚ ምእንቲ ክበፅሖም ሼር ብምግባር ንክትተሓባበሩ እየ ደጊመ ክጠይቕ ዝደሊ እዚኣ ሓፃር መልእኽቲ ከብፅሕ ኢለ እየ መፅእ